ሄሎ ዝኸበርክን ኣሕዋተይ ከመይ ቀኒኽን ደሓን ዶ ቀኒኽን ኣነ እግዚኣብሔር ይመስገን ጽቡቕ ኣለኹ ንስኽን ከዓ ጽቡቕ ክትብልዋ ተስፋ እገብር ሎማዓንቲ ከዓ ብኻልእ ቪድዮ መጺኤክን ኣለኹ እንጆ ክትገብርኦ ተስፋ እገብር ሓደሽቲ ዝኾንክን መጀመርያ ክንድሕር ኮይኑ ኣብዚ ናተይ ዩቱብ ሳብስክራይብ ምግባር ኣይትረስዓ እተን ኩሉ ግዜ ሳፖርት ትገብራ ንኣሕዋተይ ከዓ ብጣዕሚ እየ ደመስግነክን የቐንየለይ ሎማዓንቲ ንሳመር ሓደ ሓደ ነገር ንሳመር ድልየና ነገር ሒዘልክን መጽእ ኣለኹ መጀመርያ ብስካርፍ ክንጅምር ኢና ስካርፍ ኣብ ግዜ ሳመር ብጣዕሚ ጽቡቕ ማለት እዩ ኣብ ክሳድና ክንገብሮ ንኽእል ክስታይ ክገብረልና ካብ ጸሓይ ክካላኸለልና ግን ኣብዚ ሕጂ ግዜ ከኣ እንድሕር ትርእያ ከለኽን ኣብ ዝኾነ ኣብ ኢንስታግራም ወላ ኣብ ገለ ከኣ ስካርፍ ኣጸቢኦ ትረኒ ዶሎ ኣብ ቦርሳ ንኣስሮ ኣብዚ ጎንኻ ትገብሮ ከምዚ ኣነ ኩሉ ግዜ ከምዚ ብጣዕሚ እድፈቱ ስካርፍ ከምዚ ጌርካ ምስሓብ ብጣዕሚ እድፈቱ ላስቲር ኣርእየክ ነይረ ኣብዚ ክሳድካ ከምዚ ጌርካ ክስታይ ትገብሮ ገለ ማለት እዩ ስካርፍ ዝኾነ ዓይነት ስካርፍ ኣብ ሽእን ኣሎ ኣብ ኣማዘን ኣሎ ሕጂ ዶ ከምዚ ዜብራ ዓይነት ስለ ዘለኹ ኣብ ሽእን ርኢ ኣለኹ ኦርደር ክገብር እየ ማለት እዩ ከምዚ ጌርካ ንሳመር እንጆይ ማለት ትዝንጠሉ ማለት እዩ ንሳመር ከምዚ እዚ ግን ከምሳት ዓይነት ብዙሕ ሕሱር ኣሎ ከም ሕጂ ካብ ሽንደም ኦርደር ዝገበር ኮርኤክ ነይረ ሕጂ ግን እዚ ዚብራ ፃዕዳን ፀሊምን ዚብራ ብራውንን ክሬም ድመስልን ገለ ከምኡታት ዝደልዮ ስለ ዘለኹ ካብ ሽእና ኣሎ ከምኡ ኦርደር ገብረ ግን ስካርፍ ኣብ ግዜ ሳመር ብጣዕሚ ጽቡቅ እዩ ኣብ ክንዲ ቆቢዕ ምግባር እዩ ቀደም ቆቢዕ ገለ ትገብር ነይረ ሕጂ ግን ስካርፍ ገለ ከም ሳትክ ዝንጠሉ ደስ ዝብለካ ኣብ ክሳትካ ከምዚ ጌርካ ተኣስሮ ከምዚ ባንዳና ጌርካ ከምዚ ጌርካ ተኣስሮ ገለ ማለት እዩ ብጣዕሚ ፅቡቅ ስለዝኾነ እስካርፍ ኣገዳሲ እዩ ኣብ ግዜ ሳመር ማለት እዩ ካለ ከዓኒ ከምቲ ኩሉ ግዜ ዝብለክን ከዓ ኦክያለ ዓበ ኦክያለታት ከምዚ ከዓኒ ብጣዕሚ ፅቡቅ እዩ ማለት እዩ ዓበ ዓበ ኦክያለ እዚ ካብ ኣማዘን ደበልኮ ኣርእየክን ነይረ ቅድሚ ሕጂ ብዙሕ ዓይነት ኦክያለ ከምዚ ዓበ ኣነ ክፈቱ መዓት እየ ከምሳት ማለት እዩ እዚታት ኩሉ እዚታት ዓበይቲ ኦካያለ ፀሊም ዋላ ሕብራዊ ዋላ ገለ ኣለኒ የርእየኪ ናይ ኦካያለ ብጣዕሚ እየ ትፈቱ እንደገና ኣብ ሳመር ከዓ በቲ በቲ ካብቲ ፀሓይ ገፅና ካላኸለልና ኩሉ ግዜ ክንገብር ኣለና በቲ ከዓኒ ሲምፕል ነገር ጌርካ ወላ ቫኬሽን ክትከይድ ከለካ ፍላይ ወላ ኣብ ዝኾነ ቦታ ክወፅ ከለካ ዓብ ኦካያለ እንድሕር ጌርካ ዝንጥ ኢካ ትብል ማለት እዩ ወላ ኖርማል ክዳን ተኸዲንካ ብጣዕሚ ኣዘንጥ ስለ ዘብለካ ዓብ ዓብ ኦክያለ ከምዚ ብጣዕሚ ብጣዕሚ ጽቡቅ እዩ ሶ ኦክያለታት ከኣኒ ኣርእክ ነይረ ኣብኡ ኣማ ኣብቲ ናተይ ቅድሚ ሕጂ ቪድዮ ዝሰራሕክዎ ኣብኡታት ዓብ ዓብ ኦክያለ ሕሱር ብጣዕሚ ከምዚ ዝመጽእ ዘሎ ገረልክ ነይረ እንድሕር ደሊኽን ግን ጸሓፋለይ ክገብረልክን እየ ማለት እዩ ካልእ ኩሉ ግዜ ኣብ ሳመር ኣውራ ዊንተር ገለ ኩሉ ግዜ ሳንስክሪን ክገብር ኣለና እየ ዝብለክን ግን ብፍላይ ኣብ ሳመር ከኣኒ በቃ ቀደም እዚ ሳንስክሪን ስለ ዘይንገብር ነበርና እዩ ገጽና ዝበላሾ ነይሩ ብፍላይ ኣብ ግዜ ፀሓይ ማለት እዩ እዚኦም ፀዓዱ ምሉእ መዓልቲ ከምቲ ኩሉ ግዜ ዝብለክን ኣብ ፀሓይ ምሉእ መዓልቲ እዮም ዝውዕሉ ግን ሳንስክሪን ስለ ዝገብሩ ቆርቦቶም ኣይባላሾን እዩ ማለት እዩ ኣብ ሳመር ከዓ ብፍላይ ኤስፒኤፍ ሓምሳ እንድሕር ኮይኑ ከዓኒ ሳንስክሪን ክንገብር ኣለና። እንድሕር ሜክኣፕ ዘይገበርና ኣብ ክልተ ሰዓት ኣብ ሰለስተ ሰዓት ብፍላይ ኣብ ደገ እንድሕር ንኸውን ኮይን- ኣለና ኮይና ክንገብር ኣለና ናይ ግድን ሳንስክሪን ብጣዕሚ ገጽካ ሩውን ዝኸውን እንድሕር ሳንስክሪን ዘይገበርካ ማለት እዩ ኣብ ገሳም ገጽካ ብጣዕሚ ዳሜጅ ዝኸውን ሶ ኩሉ ግዜ ሳንስክሪን ክንገብር ኣለና ዋላ ኣብ ግዜ ዊንተር ኩሉ ግዜ ከምኡ ብለክኒ ግን ስፔሻሊ ኣብ ግዜ ሳመር ሳንስክሪን ክንገብር ኣለና እዚ ቅድሚ ሕጂ ደርኣኹን ስለ ዝኾነ ንምዝኽኻሪ ኣብዚ እንሀለ ማለት እዩ ካልእ ዴዶራንት ኩሉ ግዜ ሕቶ የብሉን ማለት እዩ ዴዶራንት ከዓኒ ብጣዕሚ ስለ ንርህፅ ኣብ ግዜ ሳመር ኩሉ ግዜ ዴዶራንት ንእሽተይ ሕጂ ኣብ ቦርሳና ክህልወና ኣለና ኣለዎ ማለት እዩ ከምዚ ንኣሽቱ ናይ ትራቨል ሳይዝ ኣብ በዓል ታርጌት ወላ ወልማርት ገለ ከይና ክንገዞ ንኽእል ኢና ኩሉ ግዜ ኣብ ቦርሳና ክህሉ ፅቡቅ እዩ ሓንሳብ ተጌርካ እዚ ብዙሕ ድፀንሕ 48 ኣወርስ 24 ኣወርስ ድፀንሕ እዚ ግን ኩሉ ግዜ እንድሕር ረሲዕናዮ ወይ ገለ ከኣ ኣብ ቦርሳና ንእሽተይ ክህልወና ከኣ ብጣዕሚ ጽቡቅ ስለ ዝኮነ ዴድራንት ከኣ ኩሉ ግዜ ኣገዳሲ እዩ ማለት እዩ ክትረጽ ኮለካ ራይዶ ወይ ክስታይ ስለ ትኸውን ንምዝኽኻር ዝኣክል እዩ ማለት እዩ ካልእ ከኣኒ ሜክኣፕ እንድሕር ትገብራ ክንክን ከም ናተይ ኣነ ሜክኣፕ ገብረ ከኣኒ እዚ ደየር ህፀካ ነቲ ሜክኣፕካ ፅቡቅ ገይሩ ክስታይ ዝገብሮ እዚ ዋን ሳይዝ ስፕሬይ ማለት እዩ ሜክኣፕ ምስ ገበርካ እዚ ዋን ሳይዝ ስፕረይ ብላዕሊ ምስ ገበርካሉ እቲ ሜክኣፕካ ከምዚ ክስታይ ኮን እዩ ከምዚ ረሂጽካ ገለ ድባላሾ ሜክኣፕ ገለ ይከውን እዩ ወላ ተረሃጽካ እቲ ሜክኣፕካ ኣክስታይ ኮን እዩ ማለት ኣጸቢቑ ጽቡቕ ገይሩ እቲ ሜክኣፕ ክስታይ ድገብረልካ ወይ መርዓ እንድሕር ኣለክን መርዑት እንድሕር ኮንክን ወላ መርዑት ኣይትኾና እንድሕር ኣብዚ ሕጂ ኣብዚ መርዓታት ገለ መለ ሳመር ግራጁዌሽን ቫኬሽን ከዓኒ ወላ ማይ እንድሕር ክስታይ ወላ ኣብ ባሕሪ ገለ እንድሕር ኣቲኽን እዚ እንድሕር ሓምቢስክን ገለ እዚ ዋን ሳይዝ ክስታይ ስፕሬይ ናይ ክስታይ ብጣዕሚ ፅቡቅ ስለዝኾነ ናይ ዋን ሳይዝ ብራንድ ስፕሬይ እሱ ከዓኒ ክትገዝኦ እዚ ክገብረልክን ኣብቲ ዲስክሪፕሽን ባክስ ካልእ ከዓኒ እቲ ጨጉርና ከዓኒ ሂም እንድሕር ከምዚ ሓዊ ንገብሮ ኮይና ኣብ ግዜ ክስታይ ከዓኒ ኣብ ግዜ ሳመር ማለት እዩ እንድሕር ከም ስትሬት ገለ ጨጉርና ክስታይ ንገብሮ ኮይና እዚ ዋው ድብል ናይ ጨጉሪ ስፕሬይ ከዓኒ ነቲ ጨጉርካ ክስታይ ኣይገብሮን እዩ ከምዚ ምስ ጨጉርና ሓዊ እንድሕር ጌርናሉ ወይ እንድሕር ስታይል ጌርናዮ ኣፍሮ ኸውን ራይደ ወይ ብርሃፅ ገለ ምሽ እዚ ግን ከምኡ ይገብሮን እዩ ብጣዕሚ ፅቡቕ ዝኾነ ናይ ስታይ ናይ ጨጉሪ ስፕረይ እዩ እዚ ወላ ማይ ኣብቲ ቪድዮ ክትሪኦ ከለክ ናይ ዝረብዩ ወላ ከምዚ ማይ ነጢብዎ ገለ እቲ ጨጉሪ ክስታይ ኮን እዩ ፅቡቕ እዩ ማለት እዩ እዚ ድሕር ሓዊ ትገብሮ ኮንኩም ወይ ገለ ጨጉርኩም ምስ ምስቲ ሙቐት ኣፍሮ እንድሕር ክስታይ ከይከውን ደሊኽን እዚ ከዓ ፅቡቕ እዩ ማለት እዩ እዚ ክልቲኡ ኣብቲ ዲስክሪፕሽን ባክስ ክገብረልክን እየ ካልእ ከዓኒ ኩሉ ግዜ ከዓ እዚ ኣነ ከዓ ድፈትዎ እዚ ሕውስውስ ኣቢለ እየ ክስታይ ድገብሮ ዘለኹ ተሓዋዊሱ እዩ ኩሉ ነገር ማለት እዩ ዘሎ ካብተን ካብቲ ብኦርደር ኣይኮንኩን ደረየክን ዘሎ ካልእ ከዓኒ እዚ ፋንካ እዚ ንእሽተይ ፋንካ ብጣዕሚ ትጠቅም በቃ እዚ በቃ ኣገዳሲ ኣብ ዝኾነ ቦታ ክትወፁ ከለካ ሳበር ምዝሃሩ ገለ ከዓኒ ቻርጅ ምስ ገበርካ ሙሉእ መዓልቲ እዩ ዝውዕል እዚ ካብ ኣማዘን እያ ነርዶ ዝገብሮ ወላ ኣብ ሽኤን ገለለ ክትገብሮ ትኽእላ ይኽን እዚ ከዓ ኣገዳሲ እዩ ሲምፕል ነገር ከም ዘገድሰካ ነገር ዘይምስለካ ግን ብጣዕሚ ፅቡቅ እዚ ኣብ ቦርሳካ ንእሽተይ ስለዝኾነ ኣብ ቦርሳና ሒዝና ክንከይድ ንኽእል ኢና ወላ ካብ ንእሽ ከኣሎ ካልእ ካብ ፋይፍ ቢሎ ንደቀይ ዝገዛእኩለን ከምዚ ዕጽፍ ድብል ከኣ ኣብ ቦርሳኻ ድኣቱ ካብዚ ንእሻሉ እዚ ከኣ እዚ ናይ ኣማዘን ከኣ በቃ ብጣዕሚ ጽቡቅ ስለ ዝኾነ እዚ ፋን ከኣ ኣብ ድኾነ ሒዝናያ ክንከይድ ምሳና ኣብ ንእሽተይ ቦርሳና ሒዝናያ ክንከይድ ኣብ ድኾነ ክንከይድ ኮለና ኣብ ደገ ክንወጽእ ኮለና ወላ ከም መርዓታት ገለ ክንከይድ ኮለና ከኣ እዚ ዝጠቅም ዶ ይመስለካ ከኣ ጸቢቁ ኣገዳሲ ስለ ዝኾነ እዚ ከኣ ኣብ ዲስክ እዚ ደይ ቅድሚ ሕጂ ኣርእየክን ዘይፈልጥ ነገራት ኣብ ዲስክሪፕሽን ባክስ ክገብረልክን እየ ማለት እዩ ካልእ ኩሉ ግዜ ማይ ክንሰቲ ኣለና ብፍላይ ኣብ ሳምር ኣነ ብጣዕሚ እየ ማይ ድፈቱ ከምቲ ኩሉ ግዜ ዝብለክን ከምዚ ንጥዕና ገለነ ደይኮንኩስ ብጣዕሚ እየ ማይ ድፀምእ ኣብ ክልተ ሰዓት ስኒ ቅድሚ መጀመርያ ብሬክ ኣብ ስራሕ ምስ ኣተኹስ ክልተ ማይ ገለ ወዲ ኣለኹ ብዘይ ክስታይ ማለት እዩ በቃ ስቕ ኢለ እየ ማይ ድሰቲ ብጣዕሚ እየ ማይ ድፈቱ ሓሙሽተ ገለ ናይ ምሸት ጥራሕ ገለ ከምቲ ንእሽተይ እንድሕር ኮይኑ ክስታይ ይገብር ማለት እዩ ግን ሕጂ ግዜ ሳመር ግን ኣብዚ ከምዚታት ኮንቴነር እናተይ ፅቡቅ ፅቡቅ ናይ ዋል ድመስል ደቀይ ስለ ዝወሰዶ ከምዚታት ይሕዘ ተኸይድ ዘለኹስ ቅድሚ ሕጂ ኣለይክ ነይረ ፅቡቅ ፅቡቅ ከምዚ ፒንክ ገለመለ ፐርፕል ሕብሪ ክስታይ ትገብር ግን እዚ ከዓኒ ከምዚታት ከዓ መኪና ዋላ ገይረ ክስታይ ይገብር በረድ ኣይሰትኒ በረድ ማይ ኣይሰትኒ ግን ኣብቲ ጎማ ምእንቲ ከየብል እዩ ኣብዚ ከምዚ እየ ዝገብሮ ማለት እዩ ኣብቲ ጎማ ከይውዕኒ ኣብ ከምዚ ኮንቴነር ድሕር ኣሎ ከዓ በቃ ክንሰድዮ ከዓ ደስ ብለካ ማለት እዩ ካልእ ኩል ግዜ እዚ ልክ ኣብ ዋይፒ እዚ ግን ኣብ ቦርሳ የለኒ ኣብ ታሕቲ ስለዘሎ እዚ ዝኾነ ከምዚ ቤቢ ዋይፕ ወላ ከዓ ኣብ ቦርሳና ሕፍስ ከዓኒ በቃ ፅቡቅ ማለት እዩ ናይ ዋይፕ ከምዚ ናይ ቆልዑት ዋይፐር ኣብ ወላ ንእሽተይ ወላ ዝኾነ ጨና ዘይብሉ ኩሉ ግዜ ኣብ ቦርሳ እናሃሉኻ ጽቡቕ ኣብ ዝኾነ ክትከይድ ኮላ ኣብ ግዜ ሳመር ወላ ዊንተር ጽቡቕ ግን ብፍላይ ኣብ ግዜ ሳመር ኣብ ዝኾነ ቦታ ትኸይድ ኣብ ዝኾነ ቦታ ትወጽእ ከዓኒ እዚ ኣገዳሲ ስለ ዝኾነ ወላ ርህጽ ድሕር ኢልካ ካብኡ ጌርካ ክስታይ ትገብር ኩሉ ግዜ ክህልወካ ጽቡቅ ግን ብፍላይ ኣብ ግዜ ሳመር ማለት እዩ እዚ ዋይብ ከዓኒ ነንእሽተይ ዋይብ ኣብቲ ትራቨል ሳይ ክስታይ ናይ ትራቨል ዘለዎ ኮይና በዓል ወማት በዓል ታርጌት ከዓኒ ኮምታት ደድሊ ደድሊ ነገር ኣብ ቦርሳና ዝኣቱ ኮምታት ክንገብር ጽቡቅ እዩ ማለት እዩ ካልእ እዚ ባዲ ኦይል መብዛሕትኡ ግዜ ዝጥቀመሉ ባዲ ኦይል ከኣኒ ሓጺር ክንገብር ኮለና ከም ዝተኸፈተ ነገር ገለ ክንገብር ኮለና ከኣኒ እዚ ነብስኻ ግለው ስለ ዝገብሮ እዚ እግርና ኩሉ ግዜ ኣብ ግዜ ሳምር ክስታይ ሼፕ ክንገብሮ ኣለና ዋላ ኢድና ገለ ማለት እዩ ኣብ ግዜ ዊንተር መብዛሕትኡ ግዜ ስለ ትሽፈን ብዙሕ ክስታይ ኣይኮነን ካልእ ነብሲ ኩሉ ግዜ ማለት እቲ ጨጉሪ ኣብ ነብስና ዘሎ ክስታይ ክንገብሮ ጽቡቅ እዩ ግን እዚ ባዲኦ እዚ ከኣ ነቲ እግርና ገለ ስታይ ምስ ኮነ ከኣ ጽቡቅ እዚ በቃ ሻይን ስለ ዝገብሮ ወላ ኣብታትካ ወላ ንእሽተይ ሃይላይት ጌርካ ኣብዚ ንሕር ጌርካዮ ከፋት ገለ ነገር ትገብር ከለካ ጽቡቅ ነቲ እግርካ ከኣኒ እዚ ባዝሊንን እቲ ሓደ ዘርእየክም ባዲ ኦይልን ብጣዕሚ ጽቡቅ ስለ ዝኮነ በቃ ነብስካ ግለው ገብር ማለት እዩ ሓጺር ገለ ክትገብር ከለካ ከኣኒ ዝንጥ ትብል ማለት እዩ ካልእ ጨናታትና ንእሽተይ እዚ ትራቨል ሳይት ጨናታት ወላ ቪክቶሪያ ሴክሬት ገለ ቲክስቲ ኣለክን ወላ ኣብ ሞል ክትከዳ ከለኽን ጨና ክትገዝኣ ከለኽን ከኣ ሃባና ክትብለአን ትኽእላ ኢኽን። ከምቲ ናይ ትራቨል ሳይዝ ጨናታት ከኣኒ ናይ ግድን ዓቢ ክታይ ደይኮነ ከምታት ከኣ ጽቡቅ ኣብ ቦርሳ ክትሕዝ ማለት እዩ ኣብ ወጻኻዮ ሳምር ወላ ኣብ ሞል ኬትካ ዲኻ ወላ ኣብ ቫኬሽን ኬትካ ወላ ኣብ ዝኾነ መርዓ ወላ ኣብ ዝኾነ ግራጁዌሽን ገና ትከይድ ኮለኻ ከዓኒ እንዳ ጸናሕካን ስፕሬይ ክትገብር ኮለኻ ጨና ከዓኒ ትሕጽብጽብ ኣቢልካ ወላ ገለ ከኣ ኣብኡ ከለኻ ድርዝርዝ ኣቢልካ እዚ ክትልሕር ንእሽተይ ጨና ስትራቨል ሳይዝ ዝኾነ ዓይነት ጨና ከም ክስታይ ጌርካ ከዓ መሊስካ ፍረሽ ትኸውን ማለት እዩ ብጣዕሚ ደስ ብለካ ፅቡቅ ክስታይ ትኸውን ማለት እዩ ካልእ እዚ ሊፕ ግላስስ ከዓ ብጣዕሚ ትፈቱ ኣነ ሊፕ ግላስስ እዚ እዚ ናይ ኒክስ ኩሉ ግዜ ደርእየክን እዚ ፋት ኦይል እዚኣ ጥራሕ እዩ ትገዛእ እታ ፒንክ ኣይዶኖ እንታይ ከም ትብል ትክስታያ ግን ንዓ ጥራይ ነዛ ፒንክ ጥራሕ ድብላ መብዛሕትኡ ግዜ መዓልታዊ ከምዚ ልፕስቲክ ገለ ኣይገብርን እየ ሶ እዚ ሊፕ ግላስስ ከዓኒ እገብር እዚ ከምዚ ፒንክ ነገር ሕብሪ ቁርብ ስለ ዘለዎ በቃ ቅይር ኢኻ ትብል ማለት እዩ ከምቲ ስገርካ ከይረሳዕና ከዓ ኩሉ ግዜ ኣብ ቦርሳና ሒዝና ኩሉ ግዜ ክንገብሮ ደስ ይብለካ ማለት ካብ ፍሕሹሹ ንብል ዝንጥንጥ ንብል ማለት እዩ ዋላ ሊፕ ግላስ ጌርካ ገለ ደስ ይብለካ ማለት እዩ ካልእ ናይ ክዳውንቲ ናይ ፋሽን ገለ ክእቱ ኣይሓሰብኩን ማለት እዩ ግን እዚ ከም እዚ ከለርፉል ዝኾነ ናይ እዝኒታት ከንድታት ሕጂ ኣብ ሳመር ንገብሮ ማለት እዩ ኣነ መብዛሕቱ ግዜ ከምዚ ጎልደን ገለ እየ ዝገብር ከምዚ ከም ትሪኦ ማለት እዩ ሲልቨር ሓደ ሓደ ግዜ ወይ ጎልደን እዚ ከምዚታት ሕብራዊ ዝኾነ ክስታይ ከዓኒ ሕብራዊ ዝኾነ ናይ እዝኒ ጁሪ ገለ ከዓኒ ኣብ ግዜ ሳመር ክንገብሮ ከዓ ከምዚ ደስ ዝብለካ ማለት እዩ ኦፍ ንሓደ መዓልቲ እዚ እንድሕር ጠይምኒ ክገብረ የብኒ ግን ናይ ፋሽን ደሎ ናይ ሳመር ገለ ከርእየክን ግን ሓንቲ ከርእየክን ደልየ ደለኹ እዚ ካብ ሪፓንት እዚ ሓጺር ከምዝታይ ድመስል ኮሎስኒ እዚ ናተይ ኣብዚ መሸንቆቕ ነገር ኣለዎ ትሕቲ ብርካ ከምዝታይ ድመስል ኮሎስ ትሕቲ ብርካ እዚ ቀደም ኩሉ ግዜ ፋሽን መጽ ነይሩ ንገብሮ ነርና ኣነ ነርኒ ከምዚ ኣብ ኣስመራ ከለኹ ደይርስዖ መብዛሕትኡ ግዜ ጻዕዳ ከምቻ ገይረ ገብሮ ነይረ ማለት እዩ ከምዚ ወላ ምስ ፍላ ጫማ ገይረ ወላ ምስ ሃይሂል ገይረ ገለ ማለት ሕጂ ጸቢቑ ፋሽን መጽዩ ከኣኒ እዚ ካፕሪ ፓንት ድበሃል ከኣኒ ከምዚ መፂኡ ኣሎ እዚ በብዓይነቱ ብዙሕ ካምቻ ናይ ዛራ ወላ ናይ ኤች ኤንድ ኤም ወላ ኤክስፕረስ ካምቻ ብጣዕሚ እየ ዝፈቱ ክፍት ኣቢልካ ወይ ኣብዚ ኣሲርካ ከዓኒ እዚ ምስ ፀሊም ከዓ ስለ ዝኾነ ምስ ዝኾነ ካልእ ሕብሪ ክንገዝእ ንኽእል ኢና ኣብ ሮዝ ኣለክን ኣብቲ ጄማክስ ኣሎ ሕሱር ከምዚ ፖኮዳ ትንኳዕ ትንኳዕ ፋሽን ይመፅእ ዘሎ ሕጂ ከምኡ ብላ ትኽእላ ኢኽን ማለት እዩ ዝሓፂር ጌርክን ከዓ ኩሉ ካምቻታትና ዘለና ፃዕዳ ካምቻ ሕብራዊ ካምቻ ዝኾነ ዓይነት ሕብሪ ክስታይ ጌርና ወላ ማች እንዳገበርና ክንገብሮ ንክእል ኢና ወላ ማች ከይገበርና ከኣ ከምዚ ገይር እዚ ካፕሪ ፓንት ከኣ እዚ ሕጂ ናተይ ጸሊም ስለ ዝኾነ ብዙሕ ካምቻታት ሕብራዊ ካምቻታት ስለ ዘለኒ ምስኡ ገይረ ክዝንጠሉ እየ ማለት እዩ ሕጂ ካልእ ጫማ ሲምፕል ካምቻታት ትገብርቲ እዚ ኩሉ ናይ ዘለና ካምቻታት ዋላ ከምዚ ኦፍ ሾልደር ዝገብሮ ገይረ ክገብሮ ክእል እየ ማለት እዩ ጫማ እዚ ወጅ እዚ እዚ መፂ ዘሎ ዝታደሎ ፍላይ እዚ ከዓኒ ኣርእኪ ነይረ ብቀዳማይ እዚ ኣፀቢቑ መፅእ ምሽ ድሕሪ ሓሙሽተ ዓመት ድሕሪ ኣርባዕተ ዓመት ከዓ ተመሊሱ መፅእ ካልእ ነይርኒ ከምዚ እዚ ዕንጨይቲ ድመስልን ቀይሕን ኣበይ ከም ዘሎ ክረኽቦ እየ ግን እዚ ካብ ዛርያ ግዜ እዩ ነይረ ላስቲር እዚ ከዓ ፀቢቑ ከምዚ ደስ ብለካ እዚ ፋሽን ምምፁ ከዓ ናይ ግድን ፋሽን ኢልና ክስታይ ክንገብር ዶ ይኮነ ከምቲ ኩሉ ግዜ ዝነግረክን ፋሽን ስለ ዘሎ ዝኾነ ደለና ክንክደን ንኽእል ኢና ግን ኣብቲ ደለዎ ግዜ ከዓ እቲ ደሎ ውፅኻ ምስ ፋሽን ክትከይድ ከዓ ደስ ብለካ ማለት እዩ ሶ እዚ ሕጂ እዚ ምዝን ጌርካ ወይ ምዚ ሕብራዊ ዓይነት ከምዚ ጫማ ድኾነ ኣነ ፒንክ ጫማ ብጣዕሚ እየ ዝፈቱ መዓት ፒንክ ጫማ ይደለኒ ከምታት ሕብራዊ ጫማ ገለ ጌርና ወላ ዝፀሊም ከዓ ካልእ ከምታት ከዓ ጌርና ከዓ እዚ ካብሪ ጌርና ነዚ ጫማታት ጌርካ ካብ ፍላት ጥራሕ ምግባር እዛ የድክምኒ እቲ ከዓ መብዛሕትኡ ግዜ ብመኪና ስለንኸይድ ኣብዛ ዓዲ ኣይንደክም ኢና ሰኦትታት ጌርና እዚ በብዓይነቱ ዘሎ ሃምቻ ብጣዕሚ ኣነ ሃምቻ ይፈትኹን ብለክን ዝተፈላለየ ፕሪንት ዘለዎ ሕብራዊ ኣፀቢቑ ብራይት ዝኾነ ፃዕዳ ብዙሕ ፃዕዳ ሃምቻ ኣትሊስት ክልተ ሰለስተ ፃዕዳ ሃምቻ ክህልወና ፅቡቕ እዩ ወላ ከም ዝብልሃሉ ዕብይ ዝበለላ እንድሕር ኮይኑ ቁልፊ ጌርካ ዝንጥ ትብለሉ ማለት እዩ ከምኡ ጌርና ኣብ ሳምር በቃ ዝንጥ ንብል ማለት እዩ ኣይ ቲንክ ናይ ለማዓንቲ እዚ ቻርጀር ከዓ ከርእየክን ኢለ ኣይ ቲንክ ኣርእየክን ነይረ ይመስለኒ እዚ ከዓ ቀዳሲ እዩ ኣብ ቦርሳኻ ስለ ትገብሮ ከዓኒ ነዚ ፋን ሕጂ ከርእየክን ፀናሕኩ ቻርጅ ገርናዮ ተኮይና ኣይውድእን ግን ኣብ ቦርሳኻ እዚ እንድሕር ኣለካ ከዓኒ በቃ ንስልክኻ ቴሌፎንካ ገለ ቻርጅ ክትገብር ከዓ ብጣዕሚ ፅቡቅ ፅቡቅ ዝኾነ እዚ ካብ ካብ ሽእኒ ምስለን ኦርደር ገይረ ነይረ ኣርእየክን ኣርእየክን ነይረ እዚ ሶ ከም ቡዙሕ ኣለኒ ሕጂ በብሕብሩ ማለት እዩ so እዚ ከኣ ብጣዕሚ ኣገዳሲ ስለ ዝኮነ ንኩሉ እዩ ቻርጅ ዝገብር ናይ ኣይፎን ወላ ናይ ሳምሰንግ ወላ ገለ ወላ ኤርፓድካ ገለ እንድሕር ክስታይ ትገብር ደሊካ እዚ ሓንሳብ ቻርጅ ምስ ገበርካዮ በቃ ኣብ ቦርሳካ እንድሕር ጌርካ ቻርጀር መንደቅ ኣበሎ ገለ ኢልካ ከዓ ኣይትስከፍን ኢካ ንክንገይሽ ኮለና ከዓ ሕጂ ከዓ ኣብ ግዜ ሳመርካ ብዙሕ መገሻ ስለ ዘሎ ዓሚ ናይ ገለከ ነይረ ስዊድን ክንከይድ ኮለና ምስ ደቅና ኣብቲ ኣብቲ ኤርፖርትስ ኣብቲ ኣምስተርዳም ኤርፖርትስ ኣብ እዚ ጓለይ ቻርጅ ክትገብሮ ዘላ ቴሌፎናስ ከምኡ ሲኢና ማለት እዩ እዚ ኣሜሪካ ኣብ ድኸትካዮ ቦታ ኣብ ኮፍ ዝበልካዮ ቦታ ኣብ ዝኾነ ቦታ ኣብቲ ኮፍ መበሊኻ ዋላ ገለ ኣብ ድኸትካዮ ቻርጅ ዘሎ ኣብኡ ግን ተሸጊርና ማለት እዩ ሶ እዚ እንድሕር ኣለና ከዓ ወላ ንቆልዑት ወላ ንደቅና ወላ ንዓና ከዓኒ ኣብዚ ሓቢልና ከምዚ ወላ ኣብ ኣማዞን ኣሎ ወላ ካብ ሸን ኦርደር እንድሕር ጌርና ነዚ ሳመር ትራቨል ክንገብር ኮልና ገለ ንኹሉ ከዓ ብጣዕሚ ፅቡቕ እዩ ማለት እዩ ናይ ለማዓንቲ ቪድዮ እዚኣ ትመስል እንጆይ ጌርክና ክትኮና ተስፋ ገብር እንድሕር ሳብስክራይብ ዘይገበርክና ኣለኽን ሳብስክራይብ ከይገበርክና ይትውፃ ላይክ ከዓ ግበርኦ ኣብ ቀፃሊ ብካልእ ቪድዮ ክሳብ ንራኸብ ከዓ ብሰላም የራኽበና ባይ